እዚ ሕጂ ናባኻትኩም እነቕርቦ ዘለና ታሪኽ ታሪኽ ሓደ መንእሰይ ወዲ ኣብ ከባቢ 28 ዓመታት ዝርከብ ኮይኑ ዘይተጸበዮ ተግባራት ካብ ሓፍቱ ስለ ዝረኸበ ናብዚ ቻነልና መጽዩ ምኽሪ ክህቡኒ ኣብዚ ናትኩም ሜድያ ዘርግሑለይ ክብል እዩ ተማሕጺንና። ዝሓለፍክዎን ዝመጻእክዎን መንገዲ ኣዝዩ ከቢድ እዩ ኔሩ ንሂወት ስድራይ ኣዝዩ እንተሓሸ ኢለ ከኣ ነታ ብዕድመ ብክልተ ዓመት ንዓይ እትዓብየኒ ዓባይ ሓፍተይ ምስ ኣተኹ ሽዑ ንሽዑ'የ ክስሕባ ዝኸኣልኩ። እዚ ሕጂ ዝነብሮ ዘለኹ ናብራ ድማ ብሰንኪ እዛ ምርኩስ ስድራይ ክትከውን'ያ ኢለ ዘውጻኹዋ ሓፍተይ ፈተና ኮይነኒ ዘይውጻእ ዘይእቶ ኮይነኒ ኣብ ህይወተይ ተዓፊኑ ዝተረፈ ግናኸ ኣብ ሓዳረይ እንዳኣተወ ኩሉ ሳዕ ሻቕሎት ዝፈጥረለይ ዘሎ ታሪኽ እየ ናባኻትኩም ከቕርቦ ወሲነ ወዲኤ ዘለኹ። ነዛ ሕጂ ኣብ ኤርትራ ኮይና ናተይ ረድኤት እትጽበ ዘላ በዓልቲ ቤተይ ኣብ ቤት ትምህርቲ ኢና ክልቴና እንራኸብ። ክልቴና ደቂ ገዛውቲ ዋላ ኣይንኹን ኣብቲ ኣማኑኤል ድበሃል ትምህርቲ ወይ ከኣ ቤት ትምህርቲ ዓወት ጥቓ መዓስከር ኣልጌን ደሎ ትምህርቲ ኢና ንፋለጥ። ክልቴና ኣብቲ እዋን እቲ ኣዚና ተወዳደርቲ ብትምህርቲ ከኣ ግዱሳት ሰባት ኢና ነይርና። ህይወት ናብ ከምዚ ክድርብየኒ'ያ ግን ኣይትምኒኻ። ክሳዕ ሻምናይ ክፍሊ ኣብ ቤት ትምህርቲ ዓወት ምስ ተመሃርና ሌላና ናይ ሽዱሽተ ዓመት ጥራየን ነይረን። እዚ ከኣ ብምንታይ ተፈጢሩ እንተልኩምኒ ካብ ሳልሳይ ክፍሊ ኣትሒዝና ደቂ ክላስ እንዳ ኮንና ክሳብ ሓምሻይ ክፍሊ ኢና ከይተፈላለና ኣብ ሓደ ክላስ ንመሃር ኔርና። እዚ ከኣ ናይ ዕድል ነገር ኮይኑ ደኣምበር ኣነ ስለ ዝፈተኹ ንሳ ስለ ዝፈተወት ኣይኮነን። ካብ ሻድሻይ ክሳብ ሻምናይ ዘሎ ግን ነንሓድሕድና ተረኣኢና ሰላም ተባሂልና ንኸይድ ደኣምበር ሽፍትና ከይተረፈ በበይኑ'ዩ ኔሩ። ኣነ ናይ ንግሆ ንሳ ናይ ምሸት። ንሳ ክትኣቱ ኣነ ክወጽእ ከለኹ ሓደ ሓደ ግዜ ኣብ መንገዲ ንራኸብ ኢና። ካብ ብንእሽትኣ ኣዝያ እያ ጽብቕቲ በቃ መግለጺ የብለይን ምቅርቲ እያ ሕብሪ ቆርበታ ኣይኮነን ስሒብኒ ኣዒንታ ውን ኣይኮነን እምበሺ ደኣ ቆርበታ ካብቶም ከደረይቲ እትበሃል ጓልንስተይቲ እያ እንድዒ ግን ኣብ ልበይ ክትኣቱ ፈጣሪ እዚኣ ናትካ እዩ ሰዝበለኒ ድዩ ኣይርድኣንን እዩ ግን ከምዚ ጥዑም ካሪመለ ምጹ ምጹ ኣቢካ ቀልጢፍካ እትውድኦ እዛ ሰብ እዚኣ ከኣ መቐረታ ዘይውዳእ ኣብ ከብደይ ኮይና ውን ናታ መኣዛ እተመንጩ ኮይነ'የ ረኺበያ። ካብ ንእስነተይ ግን ከመይ ገይረ ከምዚ ዓይነት ኣተሓሳስባ ክሓስብ ክኢለ ኢለ ክሳብ ሕጂ ይጭነቕ'የ። ከምኡ እንዳበልና ንሳዋ ንወርድ እሞ ኣብ ሃይስኩል ኣብ በበይኑ ገዛውቲ ስለ ዝነበርና ኣነ ኣብ ኣዱሊስ ይመሃር ንሳ ከኣ ኣብ ባርካ ቤት ትምህርቲ እያ ትመሃር ነይራ። ሳዋ ግን ናይ ኩሉ መተኣኻኸቢ ቦታ፣ መራኸቢ፣ መዛመዲ፣ መፋለጢ ምስ ኩሉ ብሄራት ናይ ዓድና ሓደ ጠባይ፣ ሓደ ኣዘራርባ፣ ሓደ ኣተሓሳስባ ዝገብረካ ማእከለይቲ ቦታ ኮይነ ረኺበያ። ኣብኡ ድማ ኢና ድሕሪ ሰለስተ ዓመት ምስዛ ኣብ ጁንየርን ኤለመንታሪ ቤት ትምህርቲ ማኑኤል ብሓንሳብ ዝተመሃርና መሓዙት ክንራኸብ ዝኸኣልና፣ ቁጽሪ ተሌፎና ብምውሳድ ከኣ ኣብቲ ነጻ ግዜ ዝነበርናሉ እንዳ ደወልኩ ኣብ ከምዚ ቦታ ዶ እንራኸብ ኣብ ከምዚኣ ኣንጎሎ ክጸንሓኪ እየ። ሓድሓደ እዋን ውን ምስቶም ውዑያት የዕሩኽተይ ለይቲ እንኸደሉ እዋናት ውን ነይሩ እዩ። እዚ ምኻድ ግን ንዓይ ኣብ ብዙሕ ሪስክ የእቲኒ። እልፊ ዘይብሉ መቕጻዕቲ፣ ማህረምቲ፣ መግናሕቲ እዩ ክወርደኒ ዝኸኣለ። ሳዋ ሙሉእ ከኣ እቲ ዘዋር ወዲ እንዳተባሃልኩ እየ ድፍለጥ ነይረ። መራሕቲ ሓይልታት፣ መራሕቲ ብርጌዳት፣ ብሰንኪ በዛ ምስዞም ውዑያት ኣዕሩኽተይ ከከይደ ዝረኽባ ዝነበርኩ፣ ዝጥቀመላ ዝነበርኩ መዓልትን ግዜን፣ ኣልዮልዮምኒ፣ ብነጻ ክትኣቱ ትኽእል ኢኻ፣ ትኬት ክንህበካ ኢና እንዳበሉ እዮም ዘላግጹለይ ዝነበሩ። ኣየ ሳዋ ጥዕምቲ! ፍቕርን ናፍቖትን ከመይ ምዃኑ ጸሚቓ ዘረድኣትኒ። በዚ ዝጀመረ እቲ ድልዱል ዝምድናና ናብ ኣስመራ ምስ ተመለስና እውን ቀጺሉ እዩ። ክቕጽል ከሎ ግን ክልተ ደረጃ ወሲኹ እዩ። ብትምህርቲ፣ ብዕላል፣ ብናፍቖት ጥራይ እንራኸብ ዝነበርና ሰባት፣ ኣብ መንጎና ካልእ ጉዳያት ክፍጠር ግዜ ኣይወሰደሉን። ብሓንሳብ እነሕልፈሉ ግዜ እንዳበዘሐ ነቲ ኮሌጅ ንወድእ እሞ ሽዑኡ መርዓናን ደርዓናን ንዘልኣለም ከኣ ንስኻ ኣብ ሕቕፎይ ኣነ ከኣ ኣብ ሕቕፎኻ እንነብረሉ ግዜ ነመቻችእ እንዳበለትኒ ክነሳ ምስቲ ዋዒ ዝነበረኒ ግን ንኹሉ ክንብድሆ ንኽእል ኢና። ሕጂ ኸኣ ትምህርትና ከወዲእና ኢና። መመረቕታ ጥራይ ዝተርፈና ዘሎ። ፋይናል ፕሮጀክት ኣርኢና በቃ ሽዕኡ መርዓናን ደርዓናን ክንገብር እንዲና። ሕጂ ኸኣ ወርሓንቲ ኣነ ኣይፍለየክን እየ። ንስኺ ኸኣ ኣይትፍለየኒ ኢኺ። ሓቀይ ምሽ? ስለዚ በጃኺ ውሽጥና ንሕጎሰሉ፣ ዓሪፍና ንቕመጠሉ፣ ስምዒታትና በቃ ነማሓይሾ ብምባል እቲ ኣብ ምግልላጽ እነሕልፎ ዝነበርና እንትርፎ ብቓላት ምትንኻፍ ውን ተኻይድዎ ዘይፈልጥ ግዜታትና ብኻልእ ነገራት እንዳተተኻኸኣ ክመጽእ ጀመረ። ኣብ ከምዚ ኩነታት እንከለና ከኣ ዩ ጥንሲ ክትሕዝ ዝኸኣለት። ዝተፈጥረ ነገር ልዕሊ ዓቕምና እኳ እንተነበረ ግን ከኣ ክንብድሆ ከም እንኽእል ኢና ንሓስብ ኔርና። ድሒሩ ግን ጥንሳ እንዳተፈልጠ ምስ ከደ ዘጋጠማ ነገር ንስድራኣ ምስ ነገረትን ስድራኣ ከምዘይቅበልዎን ነጊሮም ካብ ገዛ ከባርርዋ ከለዉ ንዓይ እውን ተመሳሳሊ ነገር እዩ ኣጋጢሙኒ። እዚ እዋን እዚ ኣይርስዖን እየ። ተመሪቕና ልክዕ ድሕሪ ኣርባዕተ ወርሒ እያ ንሳ ናይ ሽዱሽተ ወርሒ ጥንሲ ከም ዘለዋ፣ ከብዳ ከኣ ፍልይ ክብል ክጅምር ከሎ ኣዲኣ ከም ዘለለየታ ብሞባይል ጽሒፋ ዝሰደደትለይ። ምደባና እናተጸበና ከለና ስድራኣ ከም ዝሰገጉዋ፣ ንዓይ ከኣ እዚ ኩነታት እዚ ምምጽኡ ኣይተርፎን'ዩ ብምባል ክነግሮም ምስ ተገደድኩ፣ ንዓይ'ውን ተመሳሳሊ ነገር ካብ ገዛ ክወጽእ፣ ንስኻ ኣይ ዓሌትናን ኣይ ዘርእናን ኢኻ ኢሎም እዮም ካብ ገዛ ዝሰጎጉኒ። እዚ ግን ንዓይ ኣብ ህይወት ክንደይ ገጻት ከም ዘሎ ክርኢ ሓጊዝኒ እዩ። ነዛ በዓልቲ ቤተይ ማለት ኣብዚ ሕጂ ሰዓት ጠኒሳ ዘላ ኣፍቃሪተይ ምስቲ። ዝተሰከመቶ ጾር ቀሊል ኣይነበረን። ነዚ ተረዲኤ ምስቲ ንዓይ ቀረባ ዝኾነ ብሰለስተ ዓመት ኣርባዕተ ዓመት ዝዓብየኒ ዓርከይ ንኽሕግዘኒ ብምስምማዕ ናትና ገዛ ፈሊና በቲ እንዳሰራሕኩ በቲ ከኣ ኩነታት መደባይ ኣብ ከመይ በጺሑ ኣሎ እንዳተኸታተልኩ ናብራይ ክመርሕ ጀመርኩ። መዓልትን ከልብን ከይጸዋዕካዮም ይመጹ ከም ዝበሃል፣ እዛ ኣፍቃሪተይ ከኣ ኣይጸነሐትን፣ ግዜ ናይ ምሕራስ ስለ ዝኣኸለ ኣምላኽ ብሰላም ኣገላጊሉ ንዓኣ ዝመስል ውሉድ ሃበኒ። ብርግጽ ሓዳር ምእላይ ቆልዓ ምዕባይን ቀሊል ኣይኮነን። ንኽልቴና ኣዝዩ ፈቲንና'ዩ፣ ልዕሊ ዓቕምና ዝኾነ ዋጋ'ዩ ኣኽፊሉና። ሽሕ'ኳ ኣነ ጾር እንተ ነበረኒ ብዛዕባ እቲ ምደባይን ብዛዕባ ስርሐይን ምሕሳብ ግን ኣየቋረጽኩን። እዛ ኣፍቃሪተይ ግን ካብ ኩሉ ተኸልኪላ ገዛ ኮፍ ምስ በለት ኩሉ ነገር ኣተሓሳሲቡዋ ብውሽጣ ክትቅንዞን ክትሳቐቕን ክትጭነቕን ክትሓርቕን መሳቱኣ ኣበይ ኣበይ በጺሐን እንዳ ረኣየት ልክዕ ከምቲ ነፋሪት ናብ ሰማይ ተሰቒላ ክትበርር ምስ ጀመረት ትገብሮ ነገር ከምዘየለ እቲ ብታሕቲ ዘሎ ተዓዛቢ ኮነ እቲ ኣብኣ ተሳፊሩ ዘሎ ኣብ መንጎ ሰማይን መሬትን ጠልጠል ኢሉ ብሰላም ከእትዎ ጥራይ ድጭነቕ። እዛ ኣፍቃሪተይ ከኣ መጻኢ ዕድላታ ልክዕ ከምዛ ነፋሪት ኣብ መሬት ኮይና ተስፋኣ ክበንን ከሎ ዓይኒ ብዓይኒ'የ ክሪኣ ጀሚረ። ብዙሕ ዋላ እኳ ከጸናንዓ እንተ ደለኹ ዝተኻዕወ ማይ ነይሕፈስ ኮይንዋ እንታይ'ሞ ክገብር እንዳ ነገርኩኻ እንዲኻ ከምዚ ጌርካኒ ኢላ ከተቑዘምዝም ውሽጣ'ውን ብምስቁርቋር ክመልእ ዝጀመረት። ስድራቤተይ ኣነ ኣብ ከምዚ ጭንቀትን ሓሳብን እንከለኹ ክባደት ይፈጥረሎም ዶ ይኸውን ኢለ ኩሉ ሳዔ ድዝክሮም። እንተኾነ ግን ከም ሰብኣይ ክሓስብ ስለ ዘለኒ ስድራይ ኮነ ካልኦት የዕሩኽተይ፣ ሓዳረይ፣ ኣነ ደኣ እምበር ንሳቶም ኣየካይዱለይን እዮም። ስለዚ ንዕኦም ምሕሳብ ገዲፈ ከመይ ገይረ ኣነ ሕጂ ነዚ ህሉው ዘሎ ብድሆታተይ ከመይ ገይረ ይጥሕሶም ኢለ ክሓስብ ኣለኒ ብምባል ንኣእምሮይ ጥዑይ ዝኾነ ኣተሓሳስባ ክምህራ ጀመርኩ። ኣብ ከምዚ ዓይነት ሓሳብ እንከለኹ ድማ'የ ስደት ንዓይ እታ እንኮ መፍትሒ ናይ ህይወተይ ከም ዝኾነት ንሓዳረይ ከኣ ብዘይ ገለ ጸገም እንዳጠጠዐት ክትነብር ዝገብራ ኣነ እንተ ወጼ መስዋእቲ እንተ ከፊለ ጥራየ እምበር ኣብዚ ኮፍ ኢልካ ባዕለየ ዝፈልጦ ዘለኹዎ ኢንዳበልካ ርእስኻ ኣድኒንካ ምንባር እዩ ብምባል ቀልጢፈ ክወጽእ ከም ዘለኒ ሓሰብኩ እዚ ነገርዚ ውን ግዜ ኣይወሰደለይን ሰላም ክኸውን ሰለስተ ዓመት ምስ ተረፎ ኣነ ቅድሚ ሰላም እየ ናብ ኣዲስ ኣበባ ዝወጻኹ እንተኾነ ግን ኣዲስ ኣበባ ኢለ ወጼ ደኣ እምበር ኣብ ትግራይ ክሰርሕ እየ ተረኺበ ሰሰሪሐ ከኣ ምስ ሓንቲ ትግራወይቲ ማለት ኣብኡ ዝተቀበለትኒ ሰብ ምሳኣ ኮይነ እንዳ ሰራሕኩ ንበዓልቲ ቤተይን ንወደይን ክሕግዞም ዝጀመርኩ። ሰለስተ ዓመት ከምኡ ኢለ እንዳ ሰራሕኩን ንበዓልቲ ቤተይ ማለት እዛ ብንቡር ዘይተመርዓኹዋ ግቡኣ ዘይፈጸምኩላ ካብ ኩሉ ድሌታታ ከኣ ደትረፍኩዋ ክብርቲ በዓልቲ ቤተይ ኢለ ድጽውዓ። እንዳደወልኩን ተስፋ ክኾና ዝኽእል ነገራት ይገብር ነበርኩ። እዘን ዓመታት እዚኤን ምስ ሓለፋ ከኣ ኣብ መንጎ ኤርትራን ኢትዮጵያን ሰላም ስለ ዝኾነ መንግስቲ ኢትዮጵያ ነቶም ኣብ መዓስከራት ናይ ትግራይ ዝነበሩ ፍሉይ ዝኾነ ክንክንን ፍሉይ ዝኾነ ረዲኤትን እዚ ከኣ ኣብ መግብን ኣብ ማይን ዘይኮነ ኣብ ፕሮሰስ ንክሳለጠሎም ብዙሕ ይጓየ ስለ ዝነበረ ኣነ ድማ ከይዝ መሊኤ ናብ ኣሜርካ ዕድለይ ኢለ ፈተንኩ ኣብ ውሽጢ ሸሞንተ ወርሒ ከኣ ይገርመኩም እዩ ቪዛይ መጺኡ ኣብ ኣሜርካ ኣብ ዳላስ ትበሃል ከተማ እየ ተረኪበ ኣብ ዝሓሸ ሃገር ከም ዝወጻኩ ድሰምዑ ስድራቤተይ ከኣ ናብ በዓልቲ ቤተይ ከይዶም ይቕሬታ ብምሕታት ንበዓልቲ ቤተይ ናብ ገዝኦም ወሲዶም ምስኣታቶም ክትቅመጥ ከም ዝለመንዋ በዓልቲ ቤተይ ኩሉ ሓደ ብሓደ ከይትረፈት ነገረትኒ። ኣነ ግን እዚ ነገር እዚ ኣዝዩ ደንጺኒ ስለምንታይ ኣነ ኣሜርካ ምስ ኣተኹ ኣብ ትግራይ እንከለኹ ኣብ ኣስመራ ምስኣታቶም ኣብ ውሽጢ እታ ከተማቲኣ እንከለኹ ስለምታይ ዘይሓገዙኒ? ምስ ሓለፈለይ ስለምንታይ ሕጂ ገጽ ይደልዩ ኣለዉ ድብል ሕቶታት ኣብ ኣእምሮይ ከይተሳእለን ከይተጻሕፈን ኣይተረፈን። ስድራቤተይ ምዃኖም ስለዘይተርፎም ግን ነቦይን ነደይን ከተኽብረለይ ነዛ በዓልቲ ቤተይ ክደፋፍኣ እየ ጀሚረ። በቃ ደሓነይ ከምቲ ዝበሉኺ ግበርሎም እንታይ ደኣሞ ደኣ ካብ ዕጫ እምኒ ኣይኮንኩን። ተፈጢረ ስድራቤት ኣለውኒ ስለዚ ዳሓን እንታይ ከም ዝደለዩ መታን ክንፈልጥ እስኻ ውን ጽንሒ ብጥበብ በጃኺ ከይተረባበሽኪ ከይተጨነቕኪ ከምቲ ንወለድኺ ትእዘዝዮም ከምኡ ኸኣ ተኣዘዝዮም ኢኺ ኢለ ኣብ ርእሲ እቲ ጭንቀት ዝነበራ መሊሰ ሓሳብ ወሰኽክዋ ተጸሚማ ክትነብር ድሕሪ ምጽናሕ ድማ። ናባይ ደዊላ ኣነ ንልዕል ሽዱሽተ ወርሒ ኣብዚ ቤት እዚ ተቐሚጠ'የ እንትርፎ ንሕና ዝበልናኪ ግበሪ ወድና ንሕና ስለ ዘለናዮ እኮ ረኺብክዮ እንታይ ኢኺ ሱቕ ኢልኪ ቀብጠርጠር ትብሊ ዘለኺ ሓዳር ከምዚ ጌርካ ኣይተሓዝን'ዩ እንዳበሉ የጨንቑኒ'ዮም ዘለዉ ብፍላይ ከኣ ኣይትሓዘለይ እምበር ፍቕረይ ኣቦኻ ብጣዕሚ እዩ ድኸብደኒ ዘሎ ስለዚ ኣነ ናብ ገዛይ ተመሊሰ ከምቲ ናይ ቀደም ሂወተይ ብሰላም ክነብር ሕደገኒ ክትብለኒ ጀመረት። እታ ግዜ እቲኣ ተኾራሪና ተዓጻጸና ንጽባሒቱ ግን ደዊለ በቀርሃን ከምቲ ዝበልክዮ ግበሪ የጨንቑኺ እንተለዉ ውን ናትኪ ገዛ ከምታ ንሕና ተኻሪናያ ዝነበርና ገዛ ተኻረይኺ ኢለ ምሕጽንታይ ኣቕረብኩ። ነዛ ኣደ ወደይ ሓደ ዘረባ ካብ ስድራቤተይ ምስ መጻያ ከምዚ ኢላ ዕግርግር ድኾነ ህይወት ክመርሕ ኣይደልን እየ ድበለትኒ። እቲ ዘረባ ከኣ ኣብ መንጎይን መንጎኦምን ከቢድ ዝኾነ ባእሲ ክፍጠር ብተደጋጋሚ ንዓይ ዝምነዩለይ ዝነበሩ ሓዳር ዘይኮነስ ተማሂርካ ኣብ ዝለዓለ ደረጃ ምብጻሕ ከምዝነበረ ደጋጊሞም ብዛዕባ እዚ ይዛረቡዋ ስለ ዝነበሩ እዩ። ብተመሳሳሊ እውን ስድራኣ ከምቲ ንዓይ ስድራይ ዝምነዩለይ ከምኡ እውን ንዓኣ ይምነዩላ ስለ ዝነበሩ ብሕርቃን ክትምልሰሎም ስለ ዝጀመረት መበገሲ ናይቲ ባእሲ ከም ዝኾነት ገይሮም እዮም ክነግሩኒ ስድራ ቤተይ ዝጀመሩ። ራብዓይ ዓመተይ ኣብ ዳላስ ኣሜሪካ ውሑዳት ኣዋርሕ ምስ ተረፋኒ፣ ሓደ ነገር ኣብ ህይወተይ ኣብ ናብራይን ኣጋጠመ። ስድራቤተይ ንልዕሊ ሓሙሽተ ዓመት ሽዱሽተ ዓመት ኣብ ውሽጢ ኣስመራ እንዳተቐመጥኩ ብኽንደይ ጭንቀትን ብኽንደይ ሓሳብን መከራን እንዳሓለፍኩ ደሃየይ ጌሮም ዘይፈልጡ ኣብ ኣሜርካ ምስ ኣተኹ ግን ክመናጨቱለይ ማለት ክቃባበሉለይ እዮም ጀሚሮም እዚ ኹሉ ምድውዋል ምግዳስ ቃላቶም ከኣ ብጣዕሚ ፎኪስ እንዳገበሩ ንዓይ ብዝስሕብ መንገዲ ድሌታቶም መታን ክእዝዙኒ ዝጥቀሙሉ ዝነበሩ ሲስተማት ኣነ ኣይዝንግዖን እየ ሓንቲ ነገር ግን ተዛረቡኒ ነዛ ብክልተ ዓመት ንዓኻ እተዓብየካ ሓፍትኻ ስለምንታይ እይተውጽኣ ንስኻ ምስ ጠዓመካ እባ ሰብ ኣይትረስዕ ከመይ ገይረ ከም ዘዕበኹኩም እባ ዘክር ኢሉ ኣቦይ እንዳ ተቋየቀ ብዛዕባ እታ ዓባይ ሓፍተይ ክሳብ ሕጂ ከይተመርዓወት ምጽናሓ እንዳ ጨነቆም ናታ ድሌት ግን ደገ ምስ ከደት ከም ትምርዓው ስለ ዝሓበረቶም እያ። ስለዚ ኸኣ ብዝኾነ ይኹን ኣነ ከውጽኣ ከም ዘለኒ ከገድደኒ ጀመረ። ንልዕሊ ሰሙን ብዛዕባ እዚ ኣርእስቲ እዚ ለለ እንዳበልና ከነዕልል ጀመርና። ዝኽፈል ከፋፊለ ናብ ኣዲስ ኣበባ ከም ትወጽእ ገበርኩ። ብድሕሪኡ'ውን ናብ ኡጋንዳ። ናብ ኡጋንዳ ከምጽኣ ዝወሰንኩ ዝወጻትሉ ግዜ ናብ ኢትዮጵያ እቲ ናይ መዓስከር ነገራት ተዓጻጽዩ። ብዘይ ወልሓንቲ ወረቐት ኣብ ኣዲስ ኣበባ ኮፍ ክትብል ኣብ ሪስክ ኮይና ክትጽበ ስለ ዘይደለኹ'የ። ናብ ካምፓላ ምስ ኣውጻኹዋ ድማ ተቐላጢፋ ናይ ስደተኛታት ወረቐት ክትሕዝ ከም ዘለዋ ሓበርኩዋ። ንሳ ድማ ኣይሓመቐትን። ኣብ ውሽጢ ሽዱሽተ ወርሒ ምስቶም ኣብኡ ዝቕመጡ ኤርትራውያን የዕሩኽተይ ኣላልየ ንዕኦም ዳፍተኹ ንሳ ወረቐታ ከም ትሕዝ ገበርኩ። ፕሮሰስ ድማ ጀመርኩላ። ፕሮሰስ ኣብ ዝጀመርኩላ እዋን ዛሓፍተይ ኣባይ ዘለዎ ኣረኣእያ ኣዝዩ እንዳ ጠበቀን ምንኣስ ሓወይ ንዓይ ንጽቡቀይ ክትሓስበለይ ኣዝየ ይትሕጎስ ኣነ ክገብሮ ዝግብኣኒ ንስካ ትገብረለይ ኣለካ ድብል ካልእ ቃላትን ንልዕሊ ክልተ ዓመት እዚ ዕላላት እንዳ ኣዕለለትኒ እንዳ ሞገሰትኒ ጸነሐት ኣምላኽ ይስለጠኩም ስለ ዝበለና ከኣ ንኣሜርካ ሰሊጥዋ ቪዛኣ ተቐቢላ ናባይ ናብቲ ኣነ ዝነብረሉ ዘለኹ ከተማ መጸትኒ። ሓፍተይ ልክዕ ኣብ ዝኣተወትሉ እዋን ናይዛ በዓልቲ ቤተይ ባህርን ኣዘራርባን ብሓንሳብ እዩ ተለዊጥኒ። ደው ኢለ ክዕላ እንከለኹ ካብ ዓዲ ምውጻእ ከም ዘይትደሊ ድሌታታ ከምዚ ገይራ ተንቲና ትነግረኒ ነበረት። ኣነ ድማ ምስ ካልእ ሰብ ድያ ርክብ ጀሚራ ኢለ ክሳዕ ዝጠራጠር ኰንኩ። እቲ ምንታይ ድማ እቲ ካብ ዓዲ ቅድሚ ምውጽኤይ ዘስነቕክዋ ተስፋ ምሉእ ብምሉእ ኣሜሪካ ኣትየ'ውን ኣብኣ ክርእዮ ስለ ዘይከኣልኩ'ዩ። ኣባይ ዘለዋ ኣረኣእያ ድማ እንዳቐነሰ ልክዕ ከም ተራ ሰብ እያ ተዕልለኒ። ኩሉ ግዜ እውን ውሉዳ ልዕሊ ኣፍቃሪኣ ክኾነላ ኣብ ዘረባኣ እንዳሓወሰት ለካሚቶ ዝበሃል ዘረባ እንዳምፀእት እያ ንዓይ ልበይ ድርብሸኒ ቃላት ትስልወለይ ዝነበረት። ንወደይ ናባኻ እንተሲሒብካዮ ንዓይ እኹል እዩ። ስለዚ ወደይ ኣሜርካ ኣትዩ ኢለ ኣነ ድማ ዝሓዝነሉ ኣብነት የብለይን። ወደይ ኣብ ዝለዓለ ደረጃ በጺሑ ክሪኦ ደኣ ይደሊ። ንሓፍትኻ ነዛ ትማል ትማሊ ኣፍቃሪት ሒዘ ኣለኹ ኣጥኒሰ ኣለኹ ምስ በልካያ ኣንዊራን ጸሪፋን ካብ ገዝኣ ከም ትስጎግ ዝገበረትካ ንሳ ኣይኮነትን ድያ? ንዓኣ ደኣ ኣቐዲምካ ምስ ኣርዓካያ ልቢ ተዝህልወካ ሕጂ ግን ንወደይ ክተውጻለይ ደልየ ኣለኹ እምበር ምሳኻ ዘለኒ ኩሉ ኣከያይዳ ኣቋሪጸ ኣለኹ ምሳኻ ዝነበረኒ ናይ ፍቕሪ ጉዕዞ ኣብ ዝብቀዐ በለትኒ ልበይ ክመክኽ እንከሎ ብውንቡእ'ዩ ዝተረደኣኒ። ዋላ እኳ ብዛዕባ ሓፍተይ ክከራኸራ እንተ ጀመርኩ ንሳ እወ ሓቅኻ ንስኻ ደኣ ኣቢልካዮ ልዕሊ ሓዳርካ ንስድራቤትካ እንዲኻ ተቐድም ግን ክነግረካ ስድራቤትካ ኣብ ሞንጎኦም ንሓደ ኣርእስቲ ኣልዒሎም እንተ ዝነብሩ ነይሮም ንስኻ ብሰላም ብዕረፍቲ ብህድኣት ኣይምነበርካን ሕጂ ግን ሓወይ ሓፍተይ ትብል ኣለኻ ሓዳርካ ዩ ሰብ ዝገብረካ እምበር ሓውኻ ኮነ ሓፍትኻ ኣብ ሓዳርካ ኣትዮም ክነብሩ እንድሕር ጀሚሮም ከምቲ ንስኻ ትብለን ዝነበርካ ኣይኮነን ድዩ ሓዳርካ ኣነ እምበር የሕዋተይ ክገብሩለይ ለኣይጽበንየ ኣይኮንካን ዲኻ ትብል ነይርካ ሕጂ ደኣ ሓፍተይ ሓፍተይ ትብል። ኣነ ደኣ ካብዚ ዘለካዮ ፍልጠት ንላዕሊ ኮይንካ ክትጸንሓኒ እንድየ ደኣ ትም ኢለ እንዳ ተደቆስኩ እንዳ ተጸረፍኩ ስቅ ኢለ ዝከድኩልካ ወዲ ደኣ ኣብ ካልእ እንዲካ ዘለካ በቃ በል ደሓን ናተይን ናትካን ነገር ኣብዚ ኣብቂዑ ኣሎ ምእንተ ርእሱ ውን ብቃል ኪዳን ኣይኣሰርካንን ንፋታሕ ከይብለካ ሕጂ ግና ልባዊ ምፍታሕ ንፋታሕ ኢና ሰሚዕካኒ ኢላ ኣብ እዝነይ ዓጸወትኒ ናይ ሰበይተይ ነገር ኣስደሚሙ ውሽጠይ ዓጻጽምተይ ቆራዕራዕ ክሳዕ ዝብል እዩ ገይሩኒ። እንተኾነ ግን ናይ በዓልቲ ቤተይ ማለት ናይ ኣፍቃሪተይ ቀስ ኢልካ ዝዕረ ጉዳይ ክኸውን ይኽእል እዩ። ኣብ ርእሲኡ ግን ካልእ ጸገም ኣጋጠመኒ። ኣብቲ ስርሐይ እንዳሰራሕኩ ናብ ገዛይ መጼ ዘዕርፈለን ግዜ ከምቲ ናይ ካልእ ሰብ ውሑድ ኣይኮነን ናይ ሽዱሽተ ሰዓት ዝኸውን ዕረፍቲ ኣለኒ ሓፍተይ ከኣ ናብራ ናይ ዳላስ ማለት ናይ ኣሜሪካ ፈትያቶ ከምቲ ትምነዮ ከምቲ ንሳ ትደልዮ ስለ ዝኾነላ ወትሩ ፍሽኽታ ዝኾነ መልክዓ እንዳ ርኣየትኒ'ያ ኣብቲ ገዛ ትቕበለኒ ተፋንወኒ ዝነበረት በዓል ክልተ መደቀሲ ስለ ዝነበረ እቲ መንበሪየይ ኣነን ንሳን ብሓንሳብ ከም ንነብር ክሳዕ ተመሪዓ እትወጽእ ከኣ ኣብዚ ቤት እዚ ምሳይ ክትቅመጥ በጃኺ ካልእ ሓሳብ ኣይሃልውኪ እንዳበልኩ ለሚነ እየ ኣጽኒሐያ ደኣ እምበር ሓፍተይ ሸኽሚ ከይኮነካ ኣነ ስራሕ ክጅምር እየ እንዳበለትኒ እየ ኣብኡ ገዲፈያ ኣነ ንስራሕ ዝወፍር ዝነበርኩ ትምህርታ እናተኸታተለት ከኣ ንዓይ ኣብ ገዛ ክንዲ ኣደ ክንዲ ሰበይቲ ክንዲ ኣቦ ኮይና ትቕበለኒ ኣማሚቓ ድማ እተደቅሰኒ ዝነበረት ጓል ዝተበኮረ ምስ እዝጊ ከም ተማኸረ ድዩ ዝበሃል እዛ ምስላ ልክዕ ብዓይነይ ርእየያ እንተኾነ ግን ሓደ እዋን ኣዝዩ ብርቱዕ ዝናብ ስለዝነበረ በርቂ ከኣ ስለዝረበሻ ናብቲ ናተይ ክፍሊ መደቀሲ መጺኣ ምሳይ ክትድቅስ ሓተተትኒ ኣነ ከኣ ጸገም የለን ኒዕ ደቅሲ እንተ ኾንኪ ሰንቢድኪ ዲኺ ሕልሚ ድዩ ኢለ ሃተውተው ክብል ጀመርኩ ንሳ ግን እቲ በርቅን ድምጺ ናይ ነጎዳን ስለ ዝረበሻ፣ ፈሪሓ ናብ ዓራተይ ከም ዝመጸት ሓበረትኒ። ኮቦርታኣ ከዳዲነ፣ ኣብ ርእሲ እቲ ኮቦርታ ከኣ ካልእ ኮብሌቶ ወሲኸ፣ በሊ ደቅሲ፣ ኣጆኺ ካይትፍርሒ፣ ብምባል ሕቖ ንሕቖ ኮይንና ደቀስና። እንተኾነ ግን ካልእ ዕላማ ሒዛ ከም ዝመጸት ንዓይ ንጽባሒቱ ኢዩ ተረዲእኒ። ናባይ ብምጥዋይ ከኣ ሑቘይ እንዳደረዘት፣ ኩሉ ነገር ይርድኣኒ'ዩ፣ ተጨኒቕካ ኣለኻ፣ ሰበይትኻ ዋላ'ኳ ከምኡ ትበልካ፣ ምስ ኣሕዋትካ ክተባእሰካ ስለ ዝደለየት ደኣ'ምበር፣ ንሳ ጥዑይ ዝኾነ ህይወት ትመርሕ ማት ኣይኮነን፣ ኩላትና ጥዑይ ህይወት ንመርሕ ማት ኣይኮናን፣ ስለ ዝመዓድና ድማ ንነብሮ ኣሎና ማለት ኣይኮናን። ስለዚ ሓወይ መዓረይ ንስኻ ጥራይ ተረጋጋእ፣ ኣጆኻ እንዳበለት ናብ ካልእ ስምዒት ክኣቱ ገበረትኒ። ተጠውየ ሰንቢደ እንታይ ኢና ትገብሪ'ለኺ ኣብ ካልእ ስምዒት ኢኺ ከእቲኽኒ ኢለ ክዛረባ ጀመርኩ ንሳ ግን ከይሓፈረት ሰለፈይ እግረይ ክትደርዘኒ ጀመረት ካብ ጭንቀት ክትወጽእ ኢለየ'ኮ ኢላ ገጻ ንየማን ጸጋም እንዳበለት የዒንታ በቲ ትትንክፈኒ ዝነበረት ኣብ ሰለፈይ ብስምዒት ክሰክር ገበረትኒ ብሓንሳብ ድማ ምሳኣ ተጋዲመ ደቀስኩ እቲ ንንውሕ ዝበለ ዓመታት ስኢነዮ ዝነበርኩ ምስ ጓልንስተይቲ ርክብ ምግባር ምስ ዝሓፍተይ ርክብ ክፍጽም ተገደድኩ። ኩሉ ዝነበረኒ ስምዒታተይ ምስ ኣፍሰስክዎ ምስ ወዳእክዎ ከኣ ንሓፍተይ ክቱር ሕርቃን ሓሪቐ ካብ ዓራተይ ውረዲ ኢለ ዓው ኢለ ጨደርኩ። ንሳ ድማ። ቀልጢፋ ካብቲ ዓራት ወሪዳ ናብ ገዝኣ ከይዳ ማዕጾኣ ግም ኣበለቶ። ንጽባሒቱ ምስ ነግሀ ኮፍ ኣቢለ ቅድሚ ስርሐይ ምውፋረይ ትማሊ እንታይ'ኸ ጌርኪ? ኣነ ውላድ ከም ዘለኒ እንዳፈለጥኪ? ካልእ ከኣስ ሓፍተይ ኢኺ'ኮ ጓል ኣቦይ ጓል ኣደይ ስለምንታይ ከምኡ ጌርኪ? ኢለ ዋላ እንተሓተትክዋ ዕላማኣ ግን ክንጽረለይ ኣይከኣለን። ኣበይ'ሞ ሓውኻ ክምርዖ? ዝከኣል እንተዝነብር ንዓይ እዛ በዓልቲ ቤተይ ትብላ ዘለኻ ኣደ ወድኻ ኣይምቐደመትንን ኢላ ክትምሕለለይ በዛ ዘረባ እዚኣ ከኣ ካልእ ሕቶታት ንኸይሓታ ዓጸወትኒ። ክሳብ ሕጂ ከኣ ብሓንሳብ ንነብር ኣለና። ንኤርትራ ከይደ ገጽ ውሉደይን ገጽ እታ ወሊደላ ንበይና ጠንጢነያ ዝኸድኩ ኣፍቃሪተይ ኣደ ወደይ ተዓሪቐ እቲ ንቡር ድበሃል ዋላ እንተገበርኩላ ውሽጠይ ግን ቅሳነት ስኢኑ የዕገርግር እዩ ዘሎ ሓፍተይ ስለምንታይ ከምዚ ጌራ ንዓይ ከተስሕተኒ ወዲኣቶ ስለምንታይ? ክሳብ ሕጂ ከኣ ቅሳነት ከሊኡኒ ኣብ ሓዳረይ ልክዕ ከም ጽንጽያ ከም ቃርማ ኮይኑ ይርብሸኒ ኣሎ የሕዋተይ ካብዚ ዓዘቅቲ ከመይ ጌረ ከም ዘምልጥ ኣይፈልጥን እየ ግን ምክርኩም ደልየ እየ መጽየ ዘለኩ እሞ ምክርኩም ለግሱለይ ክቡራት ሰማዕትን ተከታተልትን ምቁር ዛንታ። እዚ ኣብ ህይወት የጋጥም እዩ እትብሎ ኣይኮነን ወይ ዘሎ እንድዩ ክትብሎ ኣይትኽእልን ኢኻ። ጓል ኣቦኻን ጓል ኣዴኻን ከምዚ ጌራ ንዓኻ ኣብ ካልእ ስምዒት እእትያ ብኻልእ ምኽኒት ኣመኽንያ ኸኣ ከምቲ ድሌታ ክትገብረካ ኣዝዩ ከቢድ እዩ። ስለዚ እዚ ኸኣ ሓቀኛ ዛንታ ኮይኑ ምኽርኹም ዝደሊ ዘሎ። ሓውና እዩ ምኽርኹም ክትልግስሉ ብትሕትና እንዳሓበርና የቐንየልና።